ስምብራት ሓቀኛ ትርኻ መበል ሓሙሻይ ክፋል ወትሩ ረቡዕ ረቡዕ ተራኺ መምህር ደሴ ገብረ ኪዳን ወዲ ሕቡር ምንጪ ካብ ታሪኽ ኤርትራ ዝኸበርኩምን ዝኸበርክንን ተኸታተልቲ ናይዛ ትርኻ ኣብ ዝሓለፈ ረቡዕ መበል ራብዓይ ክፋል ተጋደልቲ ንጸላኢ ኣብ ምዝንጋዕ ከሎ ሓደጋ ከም ዝወደቕዎን ኣብ ውሽጢ ፍርቂ ሰዓት ዘይመልእ ነቲ ንዓመታት ዓሪዱሉ ዝነበረ ዕርዲ ቡምባታት እናደርበዩ ሃዱሽዱሽ ከም ዘበልዎን ነዚ ዝረኣየ ጸላኢ ዘይእመን ጋህዲ ከም ዝኾነን ኣብጺሐ ገዲፈኩም ነይረ። ሎሚ ድሮ ሮባዕ ኣኺሉ ኸኣ ሓሙሻይ ከፋል ትቕጽል ሶፍያ ሕነ ትፈድየሉ ኣጋጣሚ ስለ ዝረኸበት ስምዒታ ገንፈለ። ስምኦን ዝዕዘባ ዘሎ ኮይኑ ግዲ ተሰሚዕዋ ከኣ ካብ ንቡር ንላዕሊ ተጠሊዓ ክትትኩስ መራሒ ጋንታኣ ማቴዎስ ደበሳይ ኣቲ ቆልዓ በጥበሊ ኢሉ ክገንሓ ከሎ ሃንደበት ኣፍ ልቡ ተሃሪሙ ንቕድሚት ተደፈኤ። ኣጋ ምሸት መጥቃዕቲ ንያላ ምስ ዝዓበየ እሞ ሶፍያ መትሓዚ ተሳኢንዋ፣ ምትሓዝ ንያላ ነቲ ኣብ ማይ ህመት ዝነበረ ቀንዲ መእዘዚ ውቃው እዝ ኣብ ምቁጽጻር ዘእቱ ስለ ዝነበረ ዓቢ ዓወት እዩ ነይሩ። ሶፍያ ዝባን ንያላ ደይባ ኣብኡ ኮይና ዝሃድም ዝነበረ ሰራዊት ጸላእን ኣብ ጎላጉል ዝካየድ ዝነበረ ናይ ታንኪ ብታንኪ ውግእን ምስ ረኣየት ብተምሳጥ ዓሽያኽ ኩናት ማለት ከምዚ እዩ ብምባል በተን ሽምጠን ገቲረን ዝተኾሳ ዝነበራ ታንክታት ህዝባዊ ግንባር ተሓበነት። ንፈለማ ዘይኮነስ ግዲ ተሰሚዕዋ ኣንታ በጃኹም ንጉየ ታንክታት ቀዲመናና እናበለት ንቁልቁል ተመርቀፈት። ምሸት ነታ ኣብ ማሂመት ሸሞንተ ኪሎ ሜተር ርሒቓ እትርከብ ኣውገት ንምሓዝ ሓፂር ናይ ምውድዳብ ዕድል ስለ ዝረኸበ ተሓቋቒፍና ጥራይ ንእቶ። ሓንሳብ ኣይነጽንሕን ኢና ክብል ኣዛዚ ጋንታ ታንከኛ ወዲ ጎማ ምስ ሰምዓቶ ብኣግኡ ዓወት ዝተጨበጠ ኮይኑ ተሰምዓ። ንመሬት ወገግ ክብል ከሎ ውድቀት ጸላኢ ዘበሰረ ፋሕፋሕ ዝበለ ኣጽዋር ሬሳታት ቃጸለ ታንክታትን ድሩዓትን መካይንን ንኣንፎም እናረኣዩ ጉዕዞኦም ብዘብዘብ ናብ ሰሜናዊ ምብራቕ ኮነ። ኣብቲ ትንፋስ ዘይህብ ዘብዘብ ሶፍያ ኣጋራ ብዝሽከል ሑጻ ተሰኒፉ እኳ እንተነበረ ካብ ኣእምሮኣ ምፍላይ ኣብይዋ ዝነበረ ግን መስዋእቲ ኣዛዚ ጋንታኣ ተጋዳላይ ማቴዎስን ጓል ረብን እዩ። ዝኸበርኩምን ዝኸበርክንን ተኸታተልቲ ናይዛ ትርኻ ስምብራት መበል ሓምሻይ ክፋል ነዚ ትመስል። ኣብዚ እውን ትውድእ። ኣብ ዝመጽእ ረቡዕ መበል ሻዱሻይ ክፋል ሒዘልኩም ክሳብ ዝመጽእ ከምቲ ልሙድ ሕቶ ርእይቶ ኮመንት ሳብስክራይብ ካባኹም ክጽበየ ንሎሚ ኣብዚ ክሓድገኩም ሰናይ ሰሰናዩ